ሰላም ሰላም ኣብ ኩሉ ኩርናዕት ዓለም ኮንኩም ኮንክን መደባተይ ትከታተሉ ትከታተላ ከመይ ኣለኹም ከመይ ኣለኽን ሰላም ክትህሉ ክትህልዋ እንዳተተምነኹ ማለት እዩ ሎም መዓልቲ ከዓ ሒዘልኩም ዘቕርብ ቪዶ ኣዝያ ደስ ትብል ናይ ለምለም ዓይነይ ተዋሳኢት ናይ ትግራይ ማለት እዩ ሰይትያ ዘብራብሩኽ ማለት እዩ ናታ ቪድዮ ልመዓልቲ ሒዘልኩም መፅኦ ዘለኹ ማለት እዩ ብስራት ኣዝያ ደስ እያ ትብለኒ ለምለም ዓይነይ ካብዞም ኩሎም ኣብኡ ዝዋስኡ እንዳ ዘብራብሩኽ ብጣዕሚ እዮም ደስ ዝብሉኒ እንዳ ዘብራብሮኽ ብኸመይ ደስ ዝብሉኒ ለምለም ዓይነይ ስለ ዘላ ማለት እዩ ለምለም ዓይነይ ከ ብኸመይ እኺ ትፈትውያ እንተይልኩምኒ ኣዝያ እቲ ናይ ሰበይትነት ትዋፅኦ እያ ማለት እዩ እቲ ናይ ኣደነሲ በቃ ናይታ ገዛ ናይታ ስድራ ቤትስ ትዋፅኦ እያ በቃ ኣብቲ ገዛ ናይ ሓዳር ናይቲ ሰበይቲ እዛ ሰበይቲ ናይ ሎም እኳ ዘይኮነሲ ዘን ሰበይቲ ኣቐድም ኣቢለን ዝነበራ በቃ ኣዝየን ደስ ዝብላኻ ምስ ናብረአን ኣከናዊነን ዝኸዳ ምክብባር ዝፈልጣ እዚ ምዕባይ ቆልዓ ማለትሲ ክትረክብ ፅቡቕ እዩ ግን ከዓ እታ ስእንቲ ሰበይቲ እታ ሰብኣይን ሰበይትን ብሓፂሩ ናይ ሰብኣይን ሰበይትን እንዲያታ ገዛ እታ ሰብኣይን ሰበይትን ሲ እንተረኺቦምን እንተ ስኢኖምን እንተ ፀጊቦምን እንተ ጠምዮምን ሲ ከመይ ኢሎም ይኸዱ እንደገና ከዓ እታ ሰበይቲ ሰብኣይ ሓደ በቃቅ ሰብኣይ ኢዱ ዘይፍታሕ ሰብኣይ ከምዚ ኣይሉ ዝተጨበጠ ሰብኣይ ዝገብሮ ከኣ ኣያ ዘብረኣብሩኽ ስለ ዘብልዎ ማለት እዩ። ንሳ ለምለም ዓይነይ ግን ንኹሉ ነገር በቃ ከመይ ነቲ ከምዚኣ ዝበለ ኢዱሲ ብኸመይ ኣብ ብክእለት ብጥበብ በቃ ተናብሮ ማለት እዩ። ሕጂ ርኢኺ ጥበብ ናይ ሰበይቲ ኣዝዩ ኣዝዩ ብልጫ ኣለዎ ኣብ ቤት ሰበይቲ ጥበበኛ ለባም እንድሕር ኮይና ነቲ ጥበብ ዘይብሉ ሰብኣይ ወላ ስቒሉ ሓደ ነግራም ሰብኣይ ሓደ ወዛል ሰብኣይ ሓደ መዓት ደኺሙ መፂኡ መዓት ትሕዝቶ ዘለዎ ሰብኣይ ኣብ ውሽጢ ዘላ ሰበይቲ ከመይ ዝበለት እያ ከም በዓል ለምለም ዓይነይ እንድሕር ኮይና በቃ ነታ ገዛ ገዛ እያ ትገብራ ማለት እዩ ነታ ሓዳር ሓዳር እያ ትገብራ ተዘየለ ግድን ኣይኮነን ሰብኣይሲ ኣታዊኻ ብዙሕ ናይ ዝኾነ ኣይኮነን ኣገዛ ብኸመይ ተካይዶ ታስበይትስ ብኸመይ እያ ተካይዶ ብገዛ ሰታይ ዝኾነ ሰብኣይ ዘዋር ዝኾነ ሰብኣይ በቃ ምሻሎ ኣለዋ ዘዋራት ዝኾኑ ሰብኡተን ግን በቃ ከም ብውሽጠን ዝስምዐን እዩ እኮ ዘዋር ክኸውን ከሎ እንታይ ዝኾነ ኮብላሊ ዝኾነ ሰብኣይ እዩ እዚ ከመይ ዝበለ ሂለለ ዝኾነ ሰብኣይ እዩ ገለ ይብላ እኳ እየን ይሓስባ እኳ እየን ግን ንደገ ኣየውፅኦን እየን ባዕሉ ሂለለ ኮይኑ ደገ ባዕሉ ትኽፍኡ ስለ ዘውፅኦ እዩ እምበር ኣብ ውሽጢ ገዛ ዘላ ሰበይቲ ፀዋር ሰታሪት በቃ ኣለዉ ገሊኦምስ ዋላ ዓብዮም ሸምጊሎም ከለዉ ዘይገድፍዎ ሕማሞም እዝግሄር ትፀልኣሎም በቃ በቃ ፍታሓት ሳክት ክስታይ ዝኸዱ ማለት እዩ ነታ ኣብ ገዛ ዘላስ ቁልሕ ኢሎም ዘይርእዋ ክስታይ እኳ እዩ ሕማም እኳ እዩ እዚ ሕማም ስለዚ ከምኡ ዝበላ ከምኡ ዝበሉ ሰብኡት እንዳሃለውዎ እንከለው ግን በቃ ካብ መልሓሰንሲ ክፉእ ኣይትርከበን ናይ በዓል ቤተን ማለት እዩ ስለዚ ለምለም ዓይነይ ከዓ ኣዝየን ካብተን ብሉፃት ለባማት ወራዙት ኣንስቲ ንሓዳረን ኣከናዊነን ንቤተን መሲለን ዝኸዳ ማለት እዩ ከከም ገፁ ንፀገማት ንዝመፀሲ ሃ ኢለን ንደገ ዘውፅኣ ዘይኮናስ ብጥበበን ኣካናዊነን ዝነብራ ወራዙት ጥበበኛታት ለባማት ኣንስቲ ንዐአን ስለ እትመስል ለምለም ዓይነይ ኣዝየ እየ ዝፈትዋ ንዘብረ ኣብሩኽ ከዓ ብኣኣ መሰረት ይፈትዎ ማለት እዩ ስለዚ ስለዚ ለምለም ዓይነይ ዝሓለፈ ተመርዕያ ኣብ መርዓኣ ብጣዕሚ ካብቲ ዘገርም ለባም ብምዃና ከምዚ ኣብ ትግራይሲ ዕፅዋን ክባን ኮይኑ በቃ ዝኩሉ ፅንተት ተኻይድሎም ኢልና ልብና ጠፊእና ዝነበረሲ እታ ኣይ ሰላም ኣይ ኩናት ኮይና ኣብ ተዛማዲ ሰላም ምስኮንሲ ካበይ ናበይ ሰለስተ ማይቤት ዝኸውን ዳስ ሰሪሖም መርዓታት ዝገበሩ ርኢና ማለት እዩ። ንሕና ጠምዮም ኢልና በቃ ተቐቲሎም ኢልና ተደምሲሶም ኢልና ዓቕልና ፀቢቡና ኣብ ውሽጢ ትግራይ እንዳሃለዉ ግን ነዳዲ ዝሓብኡ እእካል ዝሓብኡ ኩናት ክመፅእ እሞ ክኸብረልና ፀገማት ክመፅእ እሞ ክከብረልና ዝረኸቡ ከዓ ከምኡ ሰለስተ ማይበት ክልተ ማይበት ዝኸውን ዳሳት ሰሪሖም መርዓ ሰብ በቲ ብጥሜት መውት ቆልዓ ብጥሜት መውት ሰብኣይ ብጥሜት መውት መንእሰይ እኳ ከይተረፈ ብጥሜት ዝሞተሉ ኣቁፅልቲ ኣርዮም እንዳበልዑ ሰብ ከዓ ርኢናዮ ማለት እዩ ከምኡ ዝገብር ስለዚ እዚ ልቦና ዲ ልቦና ኣይኮነን እዚ ድንቁርና ይበሃል። እዚ ሕልና ኣልቦ ማለት እዩ። ሕልና ኣልቦ እዩ ዘቑፅረካ። ሕጂ ሓንቲ ካብተን ለባማት ኩሉ ኩሉ ኣቀራርባኣ ለምለም ዓይነይ ኣዝያ ለባም እያ። ኣብ መርዓኣ ከዓ በቃ ሽማግለታት ግብር ኣቢላ ዓበይቲ ዓዲ ገይራ እቶም ቤተሰባ ግብር ኣቢላ ኣብታ ገዛኣ መርዓኣ ትዝድለ ቃል ኪዳን እዩ። እቲ ዝድለ ብልቢ ተራኺብካ ሓደ ምዃን እዩ። እቲ ዝድለ ሰላማዊ ህይወት ኣብ ናብራኻ ምምራሕ እዩ። ዳሳት ሰሪሕካ በቃ ከምቲ ዘየለ በቃ ገንዘብካን ገለኻን ተጓሓፍካዮ ፅድቂ የምፃልካን እዩ። ብኹሉ እዩ ፅድቂ ዘየምፃልካ። ወላ መጽሓፍ ቅዱስና ከምኡ ጌርኩም ዝለሉ ከምኡ ጌርኩም ኣጥፍኡ በዚ ብጻይኩም ኣይትጠምቱ ክልተ ክዳን ዘለዎ ንዘይብሉ ይምቀል እዩ ዝብል ከማን መጽሓፍ ቅዱስ ንሃዋርያት ክሰብኩ ከለዉ ክዳውንቲ ስንቂ ኢልኩም ከይትማሉ ኢልዎም ኣብቲ ዘዕረፍኩሞ ኣብኡ ተመገቡ እቲ ዝተቐበለኩምሲ ንዓይ ከም ተቐበለ እዩ ኢልዎም ስለዚ እዚ ኣብ ትግራይ ንሪኦ ዘለና ዝረኣናዮ እውን ሽዑ ሽዑ እታ ኩናት ኣብ ተዛማዲ ሰላም ምስ ኮነ ዳር ትርኢት ኣነ ቅብፅ ኢለ እዮም እዩ ምክንያቱ ኩሉ ግን ከምኡ ማለት ኣይኮነን ንህለዋ ከም በዓል ለምለም ዓይነይ ከዓ ተጋሩ እየ ሓፈሽኡ እዚ ነገራት እዚ ኣብ ኩሉ ኣብ ኩልና ተጋሩ ከልግስ ዘለዎ ባህሪ እዩ እዚ ከልግስ ዘለዎ ባህሪ ክዳን ኣብ ልዕሊ ክዳን ኣብ ሓደ መርዓ ኮንካሲ ሰለስተ ዓይነት ክዳን ኣርባዕተ ዓይነት ክዳን እንዳ ወዲ በይነን ይቀያይራ ክቅይራ ድየን ዝውዕላ ዋላ እንታይ እየን መርዓ እየን ከሕልፋ ሕጂ ሓደ ክዳን መሊስካ ትስኣል መሊስካ ሓደ ክዳን ጌርካ ትስኣል መሊስካ ሓደ ክዳን እንዳ ወድን እንዳ ጓልን ከዓ ነናትካ ክዳን እንታይ እዩ ሰብ ብጥሜት እንዳሞተ እግዚኣብሄር ዘይፈትዎ ግዜን ኣሰራርሓን በፂሕና ኣለና ብሰንክና ብባዕልና እግዚኣብሄር ከዓ ዋየ ገይርዋ ናብራና ዋየ ዋየ ብሽም ናብ ቤትካ ኣትያትካ ኣይኮነን ዋየ እንድሕር ይብል ኣልዩ ዓለም ዋየ እያ ልብኻ ከምኡ እዩ ምስ ተሸቐለ እዚ ወድና ምሽ ጠፊኡ ኩልና ምሽ ንሸቐል ኣለና ንስድርኡ ጥራይ ኣይኮነን ዝምልከት እንታይ ዓይነት ነገር እዩ ኢልካ ኢኻ ተስተንትን ኣብ ልብያ ምሽ ይሰቐዩ ኣለዉ

ክንሓስብ ክንክእል ኣለና። እቱ ዝሃበና በረኸት ናህና ኣይኮነን። ትመቕሉ ዶ ኣይትመቕሉን እዩ። ንበረኸት ክኾነኩም ትመቕሉ ዲኹም ኣይትመቕሉን እዩ። እምበር ተሓደ ድኻ ተሓደ ሃፍታም ናይ እግዚኣብሔር ፍቓድ ኣይኮነን። ግን ንሕና ግብሪ እግዚኣብሔር ንገብር ዶ ኣይንገብርን ንክፈልጥ እዩ እግዚኣብሔር ከምኡ ዝገብር። ደለወ ይብሉን እግዚኣብሔር በፋጣጥሮ ማዕረ እዩ ግን ከመይ ኢና ንሕና ደቂ ሰባት ክመዝነና እዩ ንሕና ደቂ ሰባት ግን ኣራዊት ኢና ኣራዊት ስለ ዝኾንና ከዓ ፀዊዕናዮ እኳ ቤት ምባል ኣብይና እምበር እቲ ዝሓለፈ ዝነበረ ናይ ወለዶስ ኣዴታትና ይኹና ኣዴታተን ነዴታትና ኩና ወፊረን ውዒለን ማይ ኣብይወን ነፀለአን ሒዘን እየን ማይ ክልምና ዝወፃ ክምህለላ ማይ ከዓ ሂበን ክምለሰ ከለዋ እንታይ እዚ ትልቢ እዩ ትልቢ እዩ እንጀራ ኣውፅኤን ቀዳመይቲ እንጀራእን ንለማና እየን ዝተኽብኦ ነይረን ስእልካ ኣይኮነን ናብ ከብድኻ ስጋ ብከብድኻ ዝንፋሕ ከብድና እኮ ክሳይ ጅማት እዩ ኣርባዕተ ሰለስተ ሓሙሽተ ፀብሒ ጌርካ በየኣይነቱ እንታይ ክንሰብሕ ኢና ክንዲ ሎሚ በላዕናን ክንዲ ሎሚ ተወረቕናን ክንዲ ሎሚ ተኸደናን ክንዲ ሎሚ ሳዕሳዕናን ክንዲ ሎሚ ከዓ እዝግዮ ይበልናን እቲ እዝግዮ ግን ሓሶት እዩ ሓቂ ይኮነን እግዚኣብሄር ኣይቅበሎን እዩ ኣይበፅሕን እዩ ስለ ከምኡ ረጊምና ስለ ዘለና ልብና ተሪሩ ስለ ዘሎ ሕድሕድ ምጭኽኻን ስለ ዝገበርና እግዚኣብሄር ከዓ ዕውጭ ኣይሰምዕን እዩ ንልመንዶ ፀብሪ እንዳተኸደና ሓሶት እዩ ሓቂ ኣይኮነን ነንብብ ዶ መፅሓፍ ቅዱስ ሓሶት እዩ ሓቂ ኣይኮነን ኣብ ቅድሚ ኣምላኽ ኣይበፅሐን ንምንታይ ተግባርና ዶ ይንህለን በዚ ከብዱ እንዳሓኸኸ ፆሙ እንዳደቀሰ በዚ ዓሪቓ መዘናኻ እንዳረኣኻያ በዚ መዘናኻ ተጨናኒቑ እንዳረኣኻዮ እንድሕር ዘይተማቕል እንድሕር ምንድልሃፅ ተራእዩካ እግዚኣብሔር ከዓ የንደልህፅ እንታይ ደኣ ገዲስዎ ኣብቶም ሊዕሉ ከምኡ ዝበሉ ግን ኢዱ ኣይገድፍን እዩ እግዚኣብሄር ኢዱ ኩሉ ግዜ ኣብ ፅላል ፅላሉ ከምዚ እንዳበለ እዩ ዝኸይድ እግዚኣብሄር ብጽላል እግዛቢሄር እዩ ዝኸይድ እቱ እቲ ድኹም እቲ ድኹም እቲ ድኻ ብጽላል እግዛቢሄር እወ ብኸመይ ንፈልጦ ዝኾነ ነገር ሃብታም ዝገበራ ዋላ ክንዱቲ ናይቲ ሃብታም ኣይኹን እምበር በቃ ዳስ ተኺሉ ድዩ ወዱን ጓሉን የውፅእ ነፀልኡ ብሳምና ገይሩ ሓፂቡ ፃዕዲ ይወፅእ ያ ኸምኡ እዩ ስለዚ እዚ ስለምንታይ እዩ ዝኾነ እንተበልና እግዚኣብሄር ኢዱ ስለ ዘፅልሎ እቲ ከምኡ ኢሉ ከዘውረቕረቕ ከተመስገን ኢሉ ደፈልጥ ኣይፈልጥን እዩ ኣመስጊንዎ ንኣምላኽ ኣይፈልጥ እንታይ ደኣ በላሶብ ልዕሊ በላሶ ክሰርሕ ገለብ ልዕሊ ገለ ክውስኽ ክውስኽ ጥራይ ልቡ እንታይ ስለ ዝኾነ እዩ መንፈስ ቅዱስ የብሉ ስለዚ እዚ ኩሉ ኢለ እንታይ እየ ዝብል ዘለኹ ለምለም ዓይነይ ኣዝያ ካብተን ብሩኻት ቅዱሳት ኣንስቲ ስለ ዝኾነት በቲ ተዋስኦኣ በቲ ስርሒታ በቲ ጥበባ ጌራ ተላሊናያ ኣዝያ ምዕርግቲ ምእዝቲ ዝኾነት ሓፍትና እያ ስለዚ ብኸምኡ ኣነ ፈትዎ ይፈትዋ እየ ዳገሬ ፈትዎም ስለዚ ሎም መዓልቲ እንታይ ኮይና ወሊዳ ትማሊ እያ መስለን መድሃኒኣለም ትማሊ እያ ወሊዳ ኣላ የዕብየልኩም ዝሓፍተይ ብጥበቡ ብፀግኡ ክልል ኣቢሉ ብሩኽ ቅዱስ ዝኾነ ውላድ ይግበረልኩም ላፂኹም ኩሒልኩም ረሪኹም ሓፂብኩም ከዲንኩም ተዕብይዎ ይግበርኩም ሰላም ኣብ መላእ ዓለም ሰላም ዘስፍን ውላድ ከዓ ይግበረልኩም ክብል እየ ዝደሊ ለምለም ዓይነይ ቀፅልዮ ምቅርተይ ውቅብቲ ኩሉ ነገርኪ ውቅብቲ ኢኺ ዋላ መልክዕኪ ፅብቕቲ እቲ ውሽጣዊ ተግባራትኪ ከኣ በቃ ኣዚኺ ከኣ ምጭውቲ ኢኺ እሞ ስለዚ ስለቲ ጽቡቕ ስራሓትኪ ስለቲ ጽቡቕ ተግባራትኪ ኩሉ ነገር ስለቲ ጽቡቕ ሓሳባትኪ በቃ ጽባቐ ናይ ወዲ ሰብሲ ካብ ውሽጡ እንድዩ ሕጂ በቃ ትሰናይ ትገብርዮ ኩሉ ንፅጉማት ንዕውራት ብርሃን ትኾንየን ዘለኺ ንሕዋትኪ ኣበየ ኣለዋ ኢልኪ ደቂ ኣንስትዮ ይኹና ደቂ ተባዕትዮ እቲ ልውህና በቃ ካብ ውሽጥኻ እዩ ዝብገስ እሞ እግዚኣብሄር ኣብ ዝዓበየ ፅፍሒ የብፅሕኪ ዝሓፍተይ ኣብቲ ናይ ሓገዝ እዩ ዘለኪ ኣብቲ ናይ ፅቡቕ ስነ ምግባር ከተውርሲ ንህዝብኺ እዩ ዘሎ ትናትኪ ውሽጣዊ እሞ እግዚኣብሄር እቲ ዝደለኽዮ ይፈፅመልኪ ክብለኪ ይደሊ ኣዝየ ካብተን ዘድንቐኪ ተኻታታሊትኪ እየ ክብለኪ እየ ዝደሊ እሞ ተሓጒሰ ናብኣ ነስምዓያ እስኪ ነስምዓያ ናብኣ
ሰላም ሰላም ና ዩቱዩብ ተከታተልትና እንኾ ሎማዕንቲ ዓብዪ ብስራት ብዛዕባ ለምለም ዓይነይ ዘይተሰምዑ ሓደሽቲ ብስራት ክነስመዐኩም ኢና እስካብ መወዳእታ ምሳና ፅንሑ ለምለም ዓይነይ ለምለም ዓይነይ ከምቲ ንፈልጦ ኩልትና ኣብ ዳገር'ዮም ውን ተኸታታሊ ድራማ ብሰሓቕን ብጨወታን ብቁምነገርን እስካብ ሕዚ ልዕሊ ክልተ ሚእትን ሽዱሽተን ዝኾኑ ፓርትታት ዘስመዐትና ተፈታዊትን ደስ በሃሊትን ከምዝኾነት ኩሉ ዝምስክሮ ሓቂ እዩ ምስ ኣያ ዘራ ብሩኽ እትገብሮ ጨወታ ውን ንኹላትና መስደመሚ ኮይኑ ጸኒሑ እዩ ሎማዓንቲ ግን እንሆ ሓደ ብስራት ናባኹም ክነብሎ ኢና እቲ ብስራት ከ ታይ ይኸውን ኢልኩም ትሓቱ ትኾኑ ቅድሚያ ግን ስለ ለምለም ዓይነይ ዘይተነገሩ ነገራት ክንነግረኩም ብመጀመርያ ኣነጋጋርን ብዙሓት ሰባት ዘደመመን ናለምለም ዓይነይ መርዓ እዩ ነይሩ። ለምለም ዓይነይ ብዙሓት እተጸበናያ ከምቲ ኣያ ዘርኣብሩኽ ዓብዪ ድግስ ደጊሶም ከምቲ ማኩ ወይ ደሞ እንዳ ገሬ ሰምሃር ኮይና እትሰርሕ እውን ዓብዪ ድግስ ደጊሶም ከምዝደገሱ ለምለም ዓይነይ እውን ናይ ለምለም ዓይነይ መርዓ እውን ከምዚ ብዙሕ ሰባት ተደጊሱ ብዙሓት ሰባት ተረኺቦምሉ ብዙሓት ኣርቲስታት ክርከብሉ ተስፋ ተገይሩ ነይሩ ነገር ግን በቲ በቲ ሰብ ልሓስዎን ከይኮነ ለምለም ዓይነይ ክድግን ምስቲ ዝነበረ ናይ ሃገራዊ ኩነታት ኣገዲስዋ ምንም ዓይነት መርዓ ይገብርን ምንም ዓይነት ውጣ ውረድ ለይብሉን ሽምግልና ለለዎ ሽምግልንኡን መርዓን ብንእሽተይ ነገር ክገብር ኢላ ብጣዕሚ ዓብይ ኣተሓሳስባ ለለዋ እያ ለምለም ዓይነይ ለምለም ዓይነይ መርዓኣ ንብዙሓት ዘገረመ እንተነበረ ምንም ዓይነት ድግስ ከምዘይነበሮን ኣብ ንእሽተይ ገዛ ኣብ ፀባብ ገዛ ከምዝተገበረን ባዕላን ብዙሓት ቪድዮታትን ምስክራት እዮም። ሎማዓንቲ ግን እረ ውን ንፈልጣ ኢና ለምለም ዓይነይ እዚ ጥራሕ ኣይኮነን ብዙሓት ሰናያት ምግባራቶም ለለዋ ውን ንብዙሓት ንብዙሓት መርኣያ ክትኾን ትኽእልን ባህላን ሃይማኖታን ዓቃቢት ከም ዝኾነት ውን ብዙሓት ይዝንትውላ ለምለም ዓይነይ እሞ ሎማዓንቲ ደኣ እንታይ እሞ እንታይ ዓይነት ብስራት ደኣ ክተስሙዑና ኢኹም ኢልኩም ትጽቡይና ከም ዘለኹም ተስፋ ንገብር ለምለም ዓይነይ ንሆ ሎማዓንቲ ድሕሪ ትሽዓተ ወርሒ ኩሉ ግዜ ብደገ ሪኦምን ከም ንሪኣ ሓደ ሓደ ሰባት ንጋገ ኔርና ንድራማ እያ ጠኒሳ ናበልና ዝገርም ነገር ግን ብጣዕሚ ዝድነቅ ነገር እዩ ኣብ መጨረሻ ክትሰምዕዎ ኢኩም ምሳና ጽንሑ ንግዚኡ ግን እዛ ቪድዮ እዚኣ ናተኣንገድኩምልና ጽንሑ ለምለም ዓይነይ። ከም ዝፍለጥ ምንኣስ። ኣሸንዳ መጫወቲ ሓደ ዓይነት ክዳን ሒዝና ንኽን ኢና መፂና እኒኤና እኳ ዓይነ ስውራት እየን እዚኣተን ደቂ ኣንስትዮ ኣብ ናይ ኣሸንዳ ክዳውንቲ ሒዛትለን ከይዳ ማለት እዩ። እኩባት ኣብቲ ትግራይ ብጣዕሚ ማሌት ብመጠኑ ፅቡቕ ዝኾነ ክስታይ ምውሃሃድ እዩ ዘለዎም እቶም ዓይነ ስውር ንበይኖም እቶም በብናቶም እቶም ዘኽታማት ከማን ድሮን ድሮሲ እቶም ዘኽታማት ሽዑ በዓል እዚ ጥበብ ይብራህ ዝብል ሚድያ ዘለዎ ብጣዕሚ ንፉዕ ሓውና በዓል ንሱ ዘተኻኸልዎ ናይ እዞም ስድርኦም ዝተሰውእዎም ማለት እዩ ሓደጋታት ዝረኸቡ ብዚ ምጭፍጫፍ ማለት እዩ እክብ ኣቢሎም ኣብ ሓደ ክስታይ ገይሮሞ ሕጂ ከምኡታት ኣለዎም እዞም ተጋሩ ንፉዓት እዮም በዚ ኣጋጣሚ ከምዚኣቶም ዝበሉ ርቡሓት ስለ ዘለዎም ከምኡታት ይገብሩ እዮም ሕጂ ሓፍትና ለምለም ከዓ ሓንቲ ካብኣቶም እያ ነዘን ዓይነ ስውራን ከምኡ ትሕብሕበን እያ ማለት እዩ ትሕብሕበን
እግዚኣብሔር ፈቂዱ ልማዓንቲ ተጋላጊላ ኣላ እሞ እዚ ጥራሕ እኮ ኣይኮነን እቲ ኣናጋጋሪ ጉዳይ ግን ለምለም ዓይነይ ወዲ ወይስ ጓል ወይስ ማንታ እያ ወሊዳ እዚ እቲ ዓብይ ሓሳብ እዩ ኣብ መጨረሻ እውን እቲ ብስራት እዚኣ ኢና ክነስመዐኩም ነገር ግን ቅድሚኡ ለምለም ዓይነይ ኣብ ማሾ ሚድያ ትገብሮ ነበረት ከይድን ብዙሓት ነገራትን ንኣኹም ደስ ለብሉ ቪድዮታት ክነብል እሞ ኣብ መጨረሻ እቲ ብስራት ክንነግረኩም ኢና። ለምለም ዓይነይ ጓል ዶ ወሊዳ ወዲ ወይስ ማንታ ወሊዳ እቲ ዝገርም ነገር ግን ብጣዕሚ ዝድነቅ የዕብየላ የዕብየልኩም ሰብኣይኩም ሰበይትኹም ማለት እዩ የዕብየልኩም እየ ክብል ዝደሊ እሞ ፍትዋተይ በዚ ኣጋጣሚ እንኳዕ ደስ በለና ነዛ ቪድዮ ከዓ ሰሚዕኩም ሸር በልዋ ናብ በዓል ለምለም ዓይነይ ክትበፅሓለይ ማለት እዩ ቋዕ ማርያም ማሓራኺ ስለ ዝኾነት ኣብጽሑለይ ናብ ለምለም ዓይነይ ሸር በልዋ ከምኡ እውን ነዛ ዩቱበይ ከዓ ሳብስክራይብ እንዳገበርኩም ከተባራትዑኒ ክልተ ሽሕ ከተብጽሑለይ ኣብየት ንስጋብ ትንሳኤ ክልተ ሽሕ ተበፂሓ እዛ ዩቱበይ ቢና ክብል እየ በቃ ስለዚ ከምኡ ግበሩ ኢኹም ፍትዋተይ ሸር ኮመንት ሳብስክራይብ እንዳገበርኩም ኣባራትዑኒ ነቶም ዝገበርኩምለይን ትገብሩለይ ዘለኹም ከዓ ብልቢ የመስግነኩም ክብል ደሊ የቐንየለይ ጾምናን ጸሎትናን እግዚኣብሔር ይቀበለልና ሰሰናዩ ክንሰርሕ ሰሰናዩ ክንሓስብ ከዓ የብቅዓና እግዚኣብሔር ካብ ድንቁርና የውፅኣና ክብል እየ ዝደሊ ቻው